ሰላም ዝኸበርኩም ተኸታተልቲ ቀንዴል ነይማር ኣብ ዝሓለፈ ክረምቲ ብ222 ሚልዮን ዩሮ ናብ ፒኤችዲ ከም ተሰጋገረ ዝፍለጥ ኮይኑ ንሕጂ ከዓ ዓሰርተ ነገራት ምናልባት ብዛዕባ ዘይትፈልጥዎ ከቕርብ እየ ሰናይ ምክታል ቁፅሪ ዓሰርተ ነይማር ወዲ ክንደይ ዓመት ከሎ ከም ዝወለደስ ትፈልጡ ዶ? ነይማር ወዲ 19 ዓመት ከሎ ኣቦ ከም ዝኾነ ክፍለጥ ከሎ ኣብ 2011 ንወዱ ዳቪድ ሉካ ዳ ሲልቫ ብምውላድ እዩ ንሱ ኣብ ዝበሎ ኣቦ ክኸውን ምዃነይ ምስ ፈለጥኩ በኽየ መጀመርያ ፍርሓት ተሰሚዕኒ ቀፂሉ ኸዓ ሓጎስ ሓድሽ ሓላፍነት ኮይኑ ጽቡቕ ከኣ ይቋደሶ ኣለኹ ኢሉ። ቁጽሪ ትሽዓተ ክርስትያኖ ሮናልዶ ናይ ነይማር መርኣያ ምዃኑኸ ትፈልጡ ዶ? ኣብ 2012 ነይማር ኣብ ዝዛረቦ ክርስትያኖ ሮናልዶ ሓደ ካብ መርኣያታቱ ምዃኖም ገሊጹ ምንባሩ ይዝከር። ብዘይካ ሮናልዶ እውን ዋይን ሩኒ፣ ኢኔስታ፣ ዛቪ፣ ሊዮነል መሲ፣ ሮቢኖ ብነይማር ከም ናቱ መርኣያ ተጠቒሶም ምንባሮም ይፍለጥ። ቁጽሪ ሸሞንተ ናይ መጀመርያ ኤውሮጳዊት ሃገር ንነይማር ከተፈርም ዝፈተነትከ ዌስትሃም ምዃናኸ ትፈልጡ ዶ? ኣብ 2010 ንመጀመርያ ኣቓልቦ ነይማር ዝገበረት ዌስትሃም ዩናይትድ ኮይና 12 ሚልዮን ፓውንድ ከፊላ ክትገጾ እኳ ተሓለነት እቲ ፈተና ግና ብክለቡ ሳንቶስ ብዘይ ወዓል ሕደር ከም ዝተነጽገ ይፍለጥ እዚ ግና ነይማር ፕሮፌሽናል ተፃዋታይ ምስ ኮነ ኮይኑ ገና ብንእሽቱ ማለት ወዲ 14 ዓመት ከሎ ናብ ሪያል ማድሪድ ክፍርም ብምምፃእ ኩሉ ፈተነታት እኳ እንተሓለፈ ክፍርም ኣብ ዝተቓረበሉ ከኣ ክለቡ ሳንቶስ ብዙሕ ገንዘብ ብምኽፋል ምስኣ ክቕጽል ከም ዝገበረት እውን ይፍለጥ እዩ ቁጥሪ ሸውዓተ ኔይማር እቲ እንኮ ብራዚላዊ ኣብ ቀዳማይ ገጽ መጽሔት ታይም ዝወፀ ምዃኑ ኸ ትፈልጡ ዶ መዓስ ንሱ ጥራይ ኔይማር እቲ እንኮ ተጻዋታይ ኩዕሶ እግሪ ኣብ መጽሔት ታይም ሓደ ካብ ሚእቲ ዝለዓሉ ጸለውቲ ሰባት ዝዓለም ናይ 2017 ተባሂሉ ከም ዝተረቃሖ እውን ዝፍለጥ ሓቂ እዩ ቁፅሪ ሽዱሽተ ኔይማር ዓሰርተ ሸሞንተ ዝኾና ኣፍቀርቲ ደቂ ኣንስትዮ ከም ዝበፅሐኸ ትፈልጡ ዶ ቀዳመይቲ ዓርኩ ራፋኤል ኣላንቸሎቲ ትበሃል ኮይና ካልኣይቲ ኸኣ ኣደ ወዱ ኮሮላይና ዳንተስ ዝሽማ ኣብ 2010 ብሓንሳብ ከም ዝነበሩ ዝፍለጥ ኮይኑ ኣብዚ ግዜ እዚ ንክልቲኦም ዘራኸቦም ወዶም ምዃኑ ጥራይ ከኣ ይፍለጥ እቲ ዝርዝር ብዙሕ ኮይኑ ሓንቲ ካብተን ዝተሓላለኸ ፍቕራዊ ህይወት ከም ዘሕለፈላ ትፍለጥ ከኣ ልብቲ ብራዚላዊት ተወሳኢት ብሩና ማርኬዚን እያ ኣብ 2014 ምስ ዝተፈላለዩ ከኣ ምስ ዝተፈላለያ ከም ቾሎ ግሬስን ሰሊና ጎሜዝን እኳ ከም ዝተላለየ እንተተሓበረ ጸኒሑ ከኣ ምስ ብሩና ብሓንሳብ ፍቕራዊ ዝመስል ምቅርራብ ክገብር ተራእዩ እዩ ኣብ 2016 ኦሎምፒክ ምስ ተዓወቱ ናብቲ ኮፍ ኢላትሉ ዝነበረት ብምኻድ ክሓቑፋ ዝተራእየ ኮይኑ ብድሕሪኡን ብሓንሳብ እናሸሞቱ ተራእዮም እዮም ኣብዚ ቀረባ እዋን ከኣ መንዶ ዲፖርቲቮ ምስ ስጳኛዊት ጠበቓ ኤልዛቤት ማርቲነስ ይወጽእ ከም ዘሎ ዝሓበረት ኮይና ኤልዛቤት ከኣ ሕልፍቲ ደጋፊት ባርሴሎና ምዃና ይፍለጥ ቁፅሪ ሓሙሽተ ነይማር ብራዚል ኦሎምፒክ 2016 ምስ ተዓወተት ነተን ናይ ኦሎምፒክ ምልክት ቀለቤታት ኣብ ምናቱ ከም ዝተወቀጠንከ ትፈልጡ ዶ ኔይማር ኣብቲ ግጥም ዝቐልጠፈት ናይ ኦሎምፒክ ጎል ኣብ 14 ካልኢት ኣብ ጸወታ ኣንጻር ሆንደራስ ከም ዘመዝገበ እውን ይፍለጥ ካልእ ውቃጦ ኔይማር ከኣ ኣብ እግሩ ዝርከብ ኮይኑ ንእሽቶ ቆልዓ ኩዕሶ ሒዙ ኣብቲ ብፋቬላ ዝፍለጥ ዝተረቃቕዐ ገዛውቲ ዘርኢ ኮይኑ እዚ ከዓ ነይማር ካበይን ብኸመይን ከም ዝመፀን ከም ዝሓለፈን ከም ዝዘኻኽሮ ይፍለጥ ቁፅሪ 4 ነይማር ኣብ ጎደናታት ብራዚል ናይ ጎደና ኩዕሶ እግርን ብሓሙሽተ ሰብ ዝፅወት ብፍስታል ዝፍለጥ ፀወታ ኩዕሶ እግርን እናተፃወተ ክእለቱ ከም ዘማዕበለኸ ትፈልጡ ዶ ናይ ቅድመ ሰልጠንቱ መስፈርቲ ከየጓንፎ ብምባል ካብ ፀወታታት ገደናን ፍስታልን ክኣልይዎ ይፍትኑ ከም ዝነበሩ ከዓ ይፍለጥ ብዘይካዚ ፀጋማይቲ እግሪ ነይማር ካብ የመነይቲ እግሩ ብ0.5 ሰንቲሜተር ከም ተሓጽር ከኣ ይፍለጥ ቁጽሪ 3 ኣብ 2012 ኔይማር ኣብ መናኸ ምሕሻሽ ዝነቐለ ናብ ምጥፋሽ ቀሪቡ ከም ነበረኸ ትፈልጡ ዶ ኣብ ፈርቡስ ዝወፀ ዓንቀጽ ከም ዘነጽሮ ጠገለ ዘይብሉ ኣተሓሻሽኡ ናብ ጥፈሻ የምርሖ ከም ዘሎ ዘነጸረ ኮይኑ ዝበዝሐ ገንዘቡ ኣባይቲ መካይን ናይ መዘናግዒ መርከብ ኣብ ምግዛእ ዝወድኦ ኮይኑ ኣብ 2013 ናብ ባርሴሎና ብምስጋሩ ግና ንምጥፋሹ ከም ዘሕወዮ ይግለጽ 13000 ኣብ ወርሒ ንኣደ ወዱ ዝቑረጽ 130000 ፓውንድ ናብ ገዝኡ ዝጠፍአ 900000 ፓውንድ ናብ ካልእ ገዛ ኣብ ምግዛእ ዘጥፎ 500000 ፓውንድ ፖርቸ ዝዓይነታ መኪና ኣብ ምግዛእ ዘጥፎ 8 ሚልዮን ፓውንድ ሂቡ ዝገዝኣ መርከብ ገለ ካብቶም ንምጥፋሽ ዘጋማገምዎ ሽመታታት ምዃኖም ከኣ ይንገር

ቁፅሪ ሓደ ኔይማር ጌና ወዲ 16 ዓመት ከሎ 125,000 ረይስ ናይ ብራዚል ባጤራ ማለት 30,000 ፓውንድ ንሰሙን ይኽፈል ከም ዝነበረ ዝፍለጥ ኮይኑ ኣብዚ ግዜ እዚ ከዓ ብ222 ሚልዮን ዩሮ ተገዚኡ ናብ ፒኤች ድሕሪ ምስጋሩ ሰፍ ዘይብል 520,000 ፓውንድ ንሰሙን ይኽፈል ይርከብ ደሞዝ ኔይማር ኣብ ዓሰርተ ዓመት ሰማይ ብምዕራግ ብ500,000 ፓውንድ ክውሰኽ ክኢሉ ኣሎ ማለት እዩ ንሱ ከይኮነ ይተርፍን ከኣ ናብ ፒኤች ተሰጋጊሩ ቀዳመይቲ ጎሉ ምስ ኣመዝገበ ሰባት ካብ ባርሴሎና ምውፀይ ከም ዝመትኩ ዝሓስቦ ዝነበሩ ብኣንጻሩ ካብ ቅድም ንላዕሊ ብህይወት ዘለኹ ሕጂ እየ ዝበሎ